ናይ ሎሚ ጉድ ተባሂሉ ዝዝርጋሕ ዘሎ ናይዞም ክልተ ኢትዮጵያውያን ፍሉጣት ኮይኑ ብፍላይ እቲ ወዲ ዴቭ ዝብል ኣብ ኣፍላ ፍቕሪ ትብል ፊልም ብዙሓት ሰብ ዝከታተልዋ ምስዚ ኩሉ መንእሰይ ኣቦታት ኣዴታት ልተቃየምክዎ ብዝገብሮ ነበርኩ ዶ ቆጠዐኩም ብልበይ ይቅሬታ ኣብለኩም።
ኢደይ ረግረግ እንዳብል ከቀብላ ሻሂ
ኣቦ እኳ ክቡር ወላዲ እዩ ኣቦይ ጅግና ኣቦይ ፃዕራም ኣቦይ ለዋህ ኣቦይ ፈቃር ኣቦስ ዓንዲ ገዛ እዩ ኣቦይ ሎምስ ናፊቐካ በዛ ዓይነይ ክትወፅእ ኢኻ ከመይ ከለኻለይ ኣቦይ መዓረይ ኣቦይ ንስኻ ናብዚ ምቕእ ደረጃ ንኽበጽሕ ዝገበርካለይ ጻዕርታት፣ ካብ መዛኑይ ከይተርፍ ለይትን መዓልትን ሰለብ ከየበልካ ረሃጽ እንዳድፋእኻ ንዓይ ናብዚ ደረጃ ዘብጸሕኻኒ ጅግና ዝኾንካ ኣቦይ ኢኻ። ኣቦይ ከመይ ከለኻልይ ትኣርግ ኣለኻ ዶ እንታቦይ ሎምስ በዛ ዓይነይ ትወዝል ኢኻ ከመይ ኣለዉ ኣዕሩኽኻ ኣቦይ ዓዲ ገዛ። ኣቦይ ፈቃር ኣቦይ ለዋህ ኣቦይ ሰቀናዒት ኩሉ ነገር ኢኻ ኣብ ዘለኻዮ ጥራይ ዕድመን ጥዕናን ሃብካ ኣቦይ መዓረይ ሽሕ ዓመት ንበረለይ ኣቦይ ንዓይ ኩሉ ነገር ኢኻ ኩሉ ግዜ ብኣኻ እንዳሓሰብኩን ንዓኻ እንዳዘከርኩን ውሽጠይ ሕጉስ እንዳኾንኩ እየ ዝነብር ዘለኹ ጅግና ኣቦ ስለ
ኣታ ጠንባር ዓይንኻ ደይ ትርኢ ሶሪ እዛ ሓፍተይ ደይ ረኣኹ ምሽ ዶ ኣይረኣኻንን ካልእ ፈልጥ ኣነ ሓራይ ክሃርመካ ሞ ካሕሳኽ ትበልዕ ደይ ሓሳብካ ድርባይ ኣራይ ይውዳቕ ዋ ኣዚ ጓል ነገር እባ ከይተምፂ ክፍእቲ ረሳዕ መልሓሳ ስቕበል ጥራይ ስቕበል ስቕበል ፈሊጥናዮ ኢና ናይ ሓላታት ሽጣራ ሓራይ ሽጣራይ ገጢማት ኢልካ ይተሰከፍ ኣዚ ስኢልካ ዓፈፈር ኣይትበሊ ክልተ ዓይኒ ክውፅኤ ፍራቻ ንመኪና ከይገብሮ እንታይ እንታይ ኢልካ እዛ ዝብለኪ
እዎ ክደፍር እዘን ልዕሊ ሚትራ እኳ ሒዘን ዘይፈልጣ ዳውካስ ዓይነይ ከተውፀሉ ንስኻ ብድፍረትካ ኣብ ጊኒስ ትሰፍር ኣለካ እዋ
እንኳዕ ከማን ፅብቕቲ ትኾኒ ጀላዕ ክፍእቲ ውይ ኣታ ስኻ ከምታ ከምኡ ክትብል ኢኻ ወደይ ግናይ ገፅ ዱዱዕ ኣትስሕብቲ ዝለኣኸክሎ ድዩ ውይ ኣታ ናባኻ ድኣ መን ክልእኸኒ ወደይ ነዛ ነብስኻ ሰብ ኢልካ ኢኻ ትሓስብ ምሽ ሰብ ተቖፂርካስ ክለኣኸልካ ኸኣ ደሓን ደሓን ኣቲ ጀላዕ ተረዲእኒ ኣሎ ኣብዘይ ደመ እንዲ ከተውዕልኒ ኣነ ግን ኣይትንክፈክን የብለክሎ ኢልኪ ጥራይ ኪድ ድርባይ ረሳሕ ፅቡቕ ደሓን ክንረኢና
ኣዲየ ከድ መስል ጓሓፍ። ኣታዳናይኣ ንካባካ ተፈልዩ ክእሎን እየ።
መልክዕ ምርኻብና እዩ ድቅየር ደሎ እምበር ኣይንፋላለን ኢና እኮ ይሕዋት ኢና ኮንኮ።
ይሕዋት እንታይ ማለት ይሕዋት ትማል ትማል ይኮና እንዲና መባልይቲ ክንከውን ቃል ኣቲና። እሞ ነገራት ቀቀዲሞሙና እናተቀየሩ ደኣ እንታይ ክንገብር ኢና ሕጂ ሳዋ ክብገሰ ወላ ሓንቲ ከኣ ኣይጠርነፍኩን ጨጎሪኩም ውን ኣይተቀምቀምኩን። ንዓኹ ከረብሸካ ምሽ ኣታ ዳኒ ኣነ ይክእሎን እየ። ምክኣል እኮ ኩላትና ኣይንክእሎን ኢና። ውይ ተዓዊትልካ ኩሉ ኢካ ትክእሎ እስካ ኣፍቂርካ ትክእል ተፈላሊካ ትክእል። ጸሊእክኒ ዲኺ?
በየናይ ዓቅመይ ክኽእሎ ጸሊኤካ ነይረ ተዝኾን ምሓሸኒ። እምበርከ ክትጸልእኒ ድላይ ኣለኪ? በየናይ ዓቅመይ ኮ ኢለካ ኣታ ዳናይ ካብ ዘለኹ ስቅያት ከማን መዕረፊ።
ዋእ ኣነ ከ ታይ ክኸውን። እንድዒ ኢልካ ድላይካ ኩን። እንታይ ዶ ኮንካ ኣለኻ ኢኻ ሕጂ ውን።
ተዓዊትልኪ ፍቅረይ ደይግድሰኪ። ንስኻ እምበር ተዓዊትልካ ድላይካ ትኾን። ውሽጠይ ተሃሲዩኒ ኣለኺ። እሞ ፍቅረይ ኣይትበለኒ ትጎድኣኒ ኣለኻ። እሞ ለሚደያ እንድየ ኮይነ። ሳዋ ክኸይድ ከለኹ ተፋንውኒ ዲኺ።
እንታይ ደኣ እሞ ክገብር። ከምዚ ሃበኒ ከፋነወካ ኢምበር። ሪኢኺ ፍቅረይ ከምዚ እናበልኪ ረስርስኒ። ኣንታ ፍቅረይ ኣይትበለኒ።
እሞ እንታይ ድኣ ክብለኪ።
እንድዒ ኢልካ ወላ ሄሪ ሓፍተይ በለኒ።
ነዚኣ ከ ትኽእልያ ኢኺ ሰሚዕኺ። ንምፍልላይና እኳ ብ ዓብዩ እንዳኸኣልክዎ ድኣ እሞ ኣጸዋውዓ ሽመይ ዋላ ሓንቲ ይገድሰኒ ድሓን ክኽእሎ ኢየ። ሓራ ሄርሜላ ሓፍተይ።
ናይ ሎሚ ጉድ ተባሂሉ ዝዝርጋሕ ዘሎ ናይዞም ክልተ ኢትዮጵያውያን ፍሉጣት ኮይኑ ብፍላይ እቲ ወዲ ዴቭ ዝብል ኣብ ኣፍላ ፍቕሪ ትብል ፊልም ብዙሓት ሰብ ዝከታተልዋ ተዋሳኢ እዩ። ብሓፈሻ ሓንቲ ኣብ ዓዲ ዓረብ ትቕመጥ ዝነበረት ናብ ኢትዮጵያ ምስ መጸት ንዕኦም ከኣ ቲክቶከራት ኢላ ክትረኽቦም ፍሉጣት ሰባት ኢላ ክትረኽቦም ምስኦም ኣብ ምዝንጋዕ ኣምስያ ማለት እዩ። ብድሕርኡ እሳ ምስ ሰኸረት ቀልባ ምስ ኣጥፈኤት ኣብ ሆቴል ኩሉ ነገር ጥራሕ ነብሳ ገለ ብዙሕ ቪድዮ ሒዞም ኣትሪፎምላ ማለት እዩ። ብድሕርኡ እሳ ዕረፍታ ወዲኣ ናብ ዓዲ ዓረብ ምስ ተመለሰት ከኣ ከምዚ ከምዚ ዝገበርክዮ ጥራሕ ነብስኺ ምሳና ኣብ ቪድዮ ስለ ዘሎ ክንድዚ ክፈል ምስ በልዋ ጓል ተጨኒቓ ነብሳ ክተጥፍእ ፈቲና ኣጋጣሚ ሰብ ኔሮም ኣብኡ ኣድሒኖማ ማለት እዩ እቲ ጉዳይ ናብ ኢትዮጵያ በጺሑ ስለዚ ፖሊስ ኢትዮጵያ ከኣ ሒዞሞም ማለት እዩ ሕጂ ሓደ ክንጥንቀቅ ይግበኣና ኩላትና ብፍላይ ደቂ ኣንስትዮ ግን ከምቲ ፊልም ትሪኦ ሰብ እኮ ኣይኮነን ኣብ መብዛሕትኡ ሕጂ ኣነ እንታይ እየ ዝርኢ ሓደ ሰብ ኣብ ሜድያ እሞ ትሪኦ ከም ለባም ኮይኑ ይዋሳእ ከም ፍሉይ ኮይኑ ይዋሳእ እሞ ሽዑ ናይ ብሓቂ ሂወቱ ከምኡ ይመስለካ ሽዑስ ዕረፍቲ ምስ ከድካ ድዩ ወይ ኣብ ዝኸዶ ምስ ረኸብካዮ ድዩ ወይ ብጽሑፍ ድዩ ገለስ በቃ ኣሚንካዮ ዝኾነ ነገር ትገብር ማለት እዩ ስለዚ ሰብ ካብቲ ሜድያ ወጻእሲ ካሊእ ሂወት ከም ዘለዎ ክንፈልጥ ክንክእል ኣለና እምበር ስቅ ኢልካ ማዕረ ከምዚ ብጣዕሚ እዩ ገሪምኒ ብዝኾነ ዜና እዚ ኣነ ምስ ሰማዕክዎ ስለዚ ንጠንቀቅ ንጠንቀቅ ብፍላይ ደቂ ኣንስትዮ ከኣ ተጠንቀቃ ኣነ ክብል ይደሊ ነዚ ቪድዮ ላይክ ምግባር ከኣ ኣይትረስዑ ኢኹም ኣየሳእነና ጋዜጠኛ ነሽነሽ ካብ ሃገረ ጀርመን

ዋእ ተመይ እስካ ካብ ጠጠው ተብለ ኣለኻ ንዓና እንዶ እንታይ ኢኻ ትገብር ዘለኻ ኪድ በል ከይተኹርየካ ማዘርካ ግን ከይትሕኪ ሓር ረኺበ ነይረ ከይትብላ ኣይነግራኒ ክትጎዘ ይደልያ ኣሪፍ እቲ ጫማ ኣብቲ እንዳ ሊስትሮ ዘሎና እቲ ክዳን ኣብቲ እንዳ ስፌታ ዘሎ ባምጻለይ ዜሮ እዛ ዓለም እሲ ብምንታይ ትመክሐ ንሳይ ኣብዚ ዓለም ብገንዘበይ

እሺ ካብቶም ብገንዘብ ዝግዝኡልካ ወዳት ሓደ ደውልኪ በቃ ብገንዘብ ከም ዝግዝኣልኪ ከም ዝፈተኪ ተነጊርና ኣነ ሽልመት ኣለኹ ማለት እዩ ጸገም ይብሉ ሓራይ
ሄሎ ሄሎ ወይ ሓንዶ ሰላም ዲ ኣለና ስማዕ ዶ ግዳ ሓተካ እሺ ንዓይ ብኸመይ ዳ ክትፈትወኒ ይፈቶኪ ይፈትወኪ እያ እሞ ትፈትወኒ ስለ ዝኾንካ እንደ ዘረካ ዘለኹ ብኸመይ መንገዲ ድኻ ትፈትወኒ ብምንታይ ድኻ ትፈትወኒ
ፍትዋት እቲ ጫማ ኣብቲ እንዳ ሊስትሮ ዘሎና እቲ ክዳን ኣብቲ እንዳ ስፌታ ዘሎ ባምጻለይ በፍጥነት ወዲያውን

ቁሩብ ድዩ ዘይሰድድ?
እንታይ ደኣ ዛምበይተይ ኣፍቂርካ ከም ስለ ንብሪ።
ዋእ ኔቦ ኣሎ ፍቕሪ ቕጫ ፍትፍቲ ከቑርሰካ ኢላትኒ ንሰ ቕጫ ፍትፍቲ ክንቆርስ ንኸይድ ኣለና እምበር። ቁርሲ?
እዋ።
ቅጫ ፍትፍት?
ቕጫ ፍትፍት እዋ።
ዋይ እሞ ምሳይ እንድየ ኣይምሓሸካን? ናበይ?
እታ ዴኒማርክ ትቕመጥ ጓል እሞይ። እዋ።
እቲ ገዛ ወዲኣቶ መመረቕታ ትገብር ኣላ ናይ ክልተ ሚእቲ ሽሕ ንምግቢ ጥራይ ኣውጺኣትሉ ኣላ። ክልተ ሚእቲ ሽሕ?
ንምግቢ እንታይ ኢኻ ትዛረብ ዘለኻ ስጋ ብስጋ ዓሳ ብዓሳ ደርሆ ብደርሆ ግደፎ ፍሬታት ኣሕምልትታት ተፈላለ ይብለካ እሞ ሰብሲ ብሚንዩ ክበልዕ ማለት እዩ ሚኑ እንዳርኣየ ክእዝዝ ገፎ እንዶ እንታይ ድየ ዝብለካ ዘለኹ ልክዕ ከምዛ ወርቂ ኢኻ ተጠሚዕካ ክትወፅእ ዋዕ ወዝካ ክትቅይር ኢኻ ይደኒ ኣነስ ምሳይ ተትቋደስ ምሓሸካ ዋይ ይቋደስዎ እንታ ሳይሞን ይቋደስዎ ስማዕ እስኪ ኣነ ግዲ ሓውኻ ጓና እንዲዩ ክበልዖ ተቐሪቡ ዘሎ ኣነ ዘይተቋደስኩ ድኣ ምሳኻ መን ክቋደስ እቋደስዎ

ስራሕ ኣይትዓብየኒ ዋላ ናትኪ ቅጫ ፍትፍት ስማዕ እስኪ
ደሓር ብልዒ ጥራይ ዲኻ መሲልኳ ካልእ ኸ እንታይ ኣሎ ነዛ ዓርክኻስ ምቕሉል ዘይተፋልጠኒ እንዳልካ ተትዕበኒ ወይለይ ትፈልጠኒ ድያ ሂራ ዘይትፈልጠካ ወይለይ የከይ ጽብቕቲ ድያኸ ካብ ኩትር ምጽብቓ ማርያም ዴኒማርክ እዮም ዝብሎ እዋዕ ዋ እንታይ ትዛረብ ምሳ እዋ ኣብ ሳሎን እዋዕ ኣብቲ ሳዕሪ ናይ ካንሸሎ እዋዕ ኣብቲ ኮረድዮ ብቕድሜኻ ብጎንኻ እንታይ እንታይ ኸይገብር

ካልእ ታይ ይብል ተውሳኺተይ ካልእ እኮ የብሉን እየ። ኣታ እቲ ግብጃኸ ናይ ምሳሕ ግብጃኸ ሳይሞን
ኣነ ከዳ ምስ መን ክኸይድ

ደንደን ከይትቕየመለይ ክምልሰላ
መለስ እዚ ክትዕ እኳ ኣነ ንሕና እንዳነገደ ንሕና ክትዕ ንኣምን ኢና ግበል ከይትሕ ኣብ ምሕጋዝ ኣይፍቀድን እዩ
ሕጂ ዘርኦመይ ሰብ መሪፁ ዝተፈጠረ ወላ ሓደ ሰብ የለን የለን ኣነ ክፍጠር ከለኩ መሪፀ ኣይተፈጠርኩን
እግዚኣብሔር ኣምላኽ ካኒ ኣብ ኣፈጣጥሮ ኣእዳው ኣይጋገን እዩ ኣብ ስራሕቱ ኣይጋገን እዩ ንዓኻ ዘሮም ዘሮም እስኻ ኢኻ ኢሉ ሰሪሒካ ንዓይ እወ ከዓ ሓሩን እዚኣ ኢኻ ኢልኪ ሰሪሕኒ ተረዲእካኒ እወ ኣነ ብኣነ ክኾርዕ ኣለኒ ብ- ብ- ብደጋዊ ሲ ምክንያቱስ መሪፀ ክሳብ ዘየምፃእክዎ ኣነ ብደጋዊ ትርኢተይ ክኾርዕ ኣለኒ ኩርዕ እንዴ ምስ ሕጂ ምስ ሰብ ዘቕርበካን ዘረሓቐካን መልክዕካ ኣይኮነን ደጋዊ ትርኢትካ ኣይኮነን ጠባይካ እዩ ባህርያትካ እዩ ዋይ ኣይ በስመ ኣብ ወልድ መንፈስ ቅዱስ ተመስገበሊ ዋላ ከቦይ ንዓ ውረድ ንዓ ውረድ ኣንቲ ጎጉልክን ትወዛና ዘለኽን ዋይ ክፅብቅ
ሓንሳብ
እንድሕር ኣቦይ ዘይለኪ ኣዛርብዮ ኣዛርብዮ ሕጂ እንታይ ምስለኪ ገለ እንታይ ይደልያ ብለኹ ከይዱ ናይ ኣስፖርት ዝሰርሕ ከክንዲ ከላእ ተነፍሐ ጎልዩ ከኣ ጽንሕ ኢለን ከኣ ኣነስ ወዲ ወዲ ኮይኑ ስማዕ እንተ ኮይኑሲ ሜትሮን ሰማንያን ገለን ክኸውን ኣለዎ ሕዝለይ ኢላ እቲ ንሕና ተስፋ ዘቑርጸካ ማለት እዩ ገሌን ገሌን ከኣ ምሁር እየ ዝደሊ ከምዚ ደሊ ንሕና ከ መርገም ጥሩይ ከም ጒላ ኮይንና ኣብዚ እዚ እኮ ሰብ ትምኒቱ እንዲዩ ዝገብረ ከተን ከምኡ ድብላ ከምኡ ድብላ እተን ድበፅሐን ከ እንቋዕ ኣይትረኤ ሓሩ ክነግረክ እንዶ ደንደነይ ወረግረግ ትብል ኣለኻ እስኽንሲ
ካብዚኦም ኩሎም ሚድያ ዝድውሉ ብዙሕ ሰብ ይድውል እዩ ማለት እዩ ርጡብ ኣዘራርባ ኮፍ ኢሉ ክዕልል ዝደሊ ንእምሮ ሰብ ከንቅሕ ዝደሊ ነሽነሽ ጥራይ ንነሽነሽ ንእሽቶ ሓው'ኳ ተኾነ በቲ ዝተበሎ በቲ ዝሓተቶ በቲ ርጡብ ቃላት ከምዚ እንተዝኸውን ኢሉ ደዊሉ ምዝራቡ ኣነ ኣዝየ ዘመስግኖ ዕድመን ጥዕናን ይሃብካ ነሽነሽ ኣነ ኸኣ ኣብ ቅድሚ ኩሉ ህዝቢ ፈቓደኛ ተኾንካስ ሕቶታት ክሓተካ ዌልካም ነቲ ልቡን ጺሁ ንህዝቢ ክኣሊ ኢሉ ዝደሊ ንማንም ሰብ ሕቶ ኣብየ ኣይፈልጥን እየ። ስለዚ ንረቡዕ ፈቓደኛ ተኾንካ ኣብ መደብ ክንዘራረብ ስለ ዝበለ እንታይ ክሓትት ምሳኹም ኮይኑ ተሓቶ እንተሊኩም ንብዕ ስደድሉ ማለት እዩ። ስለዚ ንረቡዕ ስለ ዝበለ ኣብታ ደስ ዝበሎ ሰዓት ክሓትት ይኽእል እዩ። ኣነ ፈቒደሉ እየ ማለት እዩ። ንካልእ ሚድያ ግን ፈቒደ ኣይፈልጥን እየ። ስለምንታይ እንድሕር ተባሂሉ መሻቐጢ ደኣ እምበር ንቕንዕና ደልዮም ኣይኮነን። ንሱ ግን ኣዕሊሉ ደስ ኢልዎ እንታይ እዮም ገርመኩም ካብዞም መንእሰያት ደስ ዝብል ዘዕልል መንእሰይ ንርኢ ኣለኹ ካልእ ጫቅጫቃ እዩ ንሱ ግን ብርጡብ ልቢ ብስነ ስርዓት ከምዚ ኢሉ ክዛረብ ከሎ ጽቡቕ እዩ ስለዚ እግዚኣብሔር ኣምላኽ ዕድመን ጥዕናን ይሃብካ ንዓይኒ ደንቆሮ ጥራይ ዘይኮነስ ነቶም ካልኦት እውን ካባና ንላዕሊ ብጽድቂ ካባና ንላዕሊ ብቅድስና ካባና ንላዕሊ ንህዝቢ ዝኣልዩ እውን ኣብቲ መደብካ እንዳምፅኻ ህዝቢ ንቅሕ ታሲት ስለዚ በዚ ስለ ዝኾነ ኣነ ፍቓደኛ እየ ኣብቲ ናይ ረቡዕ መደብ ምስ ነሽነሽ ጸገም ዘለዎ ኣይኮነን ስለዚ ነዚ መስል ማለት እዩ ክትሓትዎ ትደልዩ ተሃልዩ ንነሽነሽ ስደድሉ ንሱ ድማ ጻሪ ሒዝዎ ይጽናሕ ሸኾዲ ነጊረዮ ክትብገስ ከለኻ ካብ ገዛ እንታይ ኢለካ እንታይ ኢለካ ማርሻቤሊ ማርሻቤሊ ጌርካ ኺድ ዶ ኢለካሲ

ኣትሕዛ ዝበጠለ ዘቢጣ ስፋይ ተሓዋዓል ስፋይ ኣቤት ኣቤት ምስፋይ መስመር ግናይ እንዲ ደሎ ናይ ዳዲ ናይ ዳዲ ክበክ መን ዳሉ ዳዲ ፋዘረ ፋዘረ
እቲ ክስተን ስርት ሽድሽተን ሒዘ ሒዘ ከይትበሎ ስፋይ ኣቤት

ደጋፊት ህግደፍ ኣፍቂርኩም ትፈልጡዶ እስከ ሓደ ሓደ በሉ። ናብ ደጋፊት ህግደፍ ኣፍቃሪተይ መጀመርታ ካብቲ ከም ዲጋ ዓዲ ሃሎ ስፍሓቱ ከም ድፋዕ ዛላምበሳ ዝዕምቆቱ ማህደር ልበይ ዝነቀለ ዝሑል ሰላምታይ ተቀበሊ። ፍቅርኺ ልክዕ ከም ኩናት ባድመ ሃንደበት ኣብ ልበይ ካብ ዝፍንጀር መዓልቲ ነብሰይ ልክዕ ከም ቁጠባ ኤርትራ እንዳዓበረ ይኸይድ ኣሎ። ኣብዛ ዓለም ኣነ ብዘይ ብኣኸ ክነብር ማለት ልክዕ ከምቲ ኤርትራ ብዘይ ኢሳያስ ማለት እዩ። ይኹን እምበር ናፍቖትኪ ኣብ ልበይ ልክዕ ከም ዋጋ ባንን በርበረን ዕዳጋታት ኣስመራ እናወሰኸ ይኸይድ ኣሎ። እቲ ካብ ቅርጺ ጎቦታት ሳሕል ጽብቅ ቅርጺ ቁመናኺ ኣብ ቅድሚ ዓይነይ ምኽዋል ኣቢኒ።
ኣታ ዓንጃል በዝን ወዲ ከምዝን ኢለ ንቐርባኻ ከም ዘለዋ ኣይስወጠካን እዩ ማለት ድዩ እዋ እዚ ዝሓታና ዘለዋ ገንዘብ እኮ ምስ ድመለሳልና ኣዝዩ ውሕ እዩ ገንዘብ እንድሕር ኮይኑ ድላየንስ ናይ ቀደም ደይወስዶ
ኣይምሰልካ ዕላማ ዝበሃል ነገራት ብመንገድኻ ገይረን ወነንቲ እዚ ዓበ ሃብቲ ክኾና ደልያ ስለ ዘለዋ እዩ ኡፍኡፍ ድብላኻ ደለዋ ሕጂ ትብኒ ዲኻ ኣይትብንን ከይትሓስቦ እኮ ኢለካ እየ ኣይትብንን ኢኺ ኣይበካን እዩ

ክትርእዮ ካብ ዘይትደሊ ዓይንኻ ክትዕምት ትኽእል ኢኻ፣ ክስምዓካ ካብ ዘይትደልዮ ግን ልብኻ ክትሽፍን ዝከኣል ኣይኮነን which means ንሓደ ሰብ ብሎክ ጌርካዮሲ ካብ ልብኻ ኣውጺኻዮ ማለት ኣይኮነን ይመስለካ እዩ ሞሽን እዩ ከምዚ ስምዒትን ከብድን ጠላማት እዮም ጋይስ ከብዲ ከይትኣምንዋ ፋዱስ ኣብሊዕኹማ ሰዓት ሽዱሽተ ሃብኒ ትብለኩም ከመይ ዝበለ ፒሳ ኣብሊዕኹማ በቃ ካልእ መዓልቲ ካልእ ትሓፍሩ ልክዕ ሞሽን ከዓ ከምኡ ስምዒት እዩ ሕርቃን ሎሚ ይፀንሕ ፅባሕ ገድፈካ ይቀያየር እዩ ኔቸር
ኣብ ሂወትካ ታይ ምርኣይ ይሕጉሰካ? ያው ሂወተይ ኣነ ብጣዕሚ ገጅፍ ማዕኮር ዘለዋ ጓሰይቲ ምርኣይ ንዓይ ይሕጉሰኒ ምስ ረብዓለ። ዋይ እኒኣኻ ኣምፀእካ ኣለም። ዓብይ ማዕኮር ዘለዋ ጓሰይቲ በቃ ልዕሊኡ ዝያዳስ ዝሕጉሰኒ የለን። ገጅፍ ማዕኮር ዘለዋ ጓሰይቲ ብጣዕሚ ላይክ እየ ዝብል ኣነ ላይክ።
ኦኬ እታ ኣሌን እሞ ታይ ስልክኻ ሃበን እሺ ምናልባት ነዚ ቪድዮ ዝርእያ

ብኡ ወለኦ እቲ ናብራኻስ ብኡ ዝምቅር ኮይኑ ይስምዓካ ደሓን ወላ ሓምሊ ብላዕ እምበር ሓምሊ ብላዕ እምበር ጥዑም ከራሜለ ኣለካ ብሎ ሓምልስ ሓሪቕካ ኢኻ ትበልዖ ምክንያቱ ሓደ ነገር ክትገዝኦ ስለ ዘይትኽእል እዚ ትምስኣን እኮ ጨሪሽ ቀትለካ ማለት ኣይኮነ ከምዚ ኣድቨንቸር እኮ እዩ ከምዚ ምስ ኣብ ኣብ ስእነ ዘሎ ኣድቨንቸር ይበዝሕ እኮ ካብ ርኽበት ኣብ ርኽበት ምስ በልዕኻ ምስ ደቀስካ ድቃስ እኮ ኣብየካ እዩ ንሕና ግን ይዓፅፈና ተሓምሊ ጽባሕ ከ እንታይ ከም ዝደለየ እትዮም ኮ ይድቁሱኒ ዝሃብክዎ ከ ዝኸላእክዎ ከ ዝሃበኒ ከ ብለ ከ ጽባሕ ከ እንታይ ክሓርድ እየ ብንመን ንመን ክዕድመሉ ንሕና እዚ ኩሉ ካብ ርእስና ወጻኢ እዩ ጽባሕ ከመይ ገይረ ካብ ሓምሊ ናብ ቁስጣ ይቕየር ድሕሪ ጽባሕ ሕጂሲ ንገዛእቲ ኣድቨንቸር እዩ ማለተይሲ እቲ ህይወት ከምኡ እንድዩ ምናልባት ፍሉይ ኣገላልጻ ካልእ እውን ክህልዎ ክእል ናይ ቃላት ሕፅረት ክህልወና ይኽእል እምበር ስእነት እውን ኣይፅላን እዩ ማለት እዩ። ጥሜት እዩ ዝፅላእ እምበር ስእነት ትኽክል። ዳሕራይ ሓቂ። ስእነት ከመይ ድዩ ዘፅላእካ መስዩኪ ከምዚ ክሳዕ ኣብ ፈተነ ዘእትወካ ስእነት ሕማቕ እዩ ክሳዕ ተደርቢኻ ከም ጨርቂ ገለ ክትከውን ጌጋ እዩ ግን 85 ካብ ሚእቲ ህዝቢ ዓለም ስኡን እዩ ኣብ ጌቶ እዩ ዝነብር ወላ ኣብ ላቲን ኣሜሪካ ብዝሰምዓ ወላ ኣብ ላቲን ኣሜሪካ ወላ ኣብ ኤሮፓ ወላ ኣብ ገለ ሰማንያ ሓሙሽተ ዓመት ኾኑ እዩ ስለዚ ብዙሕ ክተስተማስልሲ የብልናን ማለት እዩ። ሄሎ ጨጎራ ዮው ፋጨ ጨጎራ ሚትን ዒስራን ሚትን ዒስራን ቪድዮ ሰዲድካለይ ገና ሰባሕ እኳ እዩ ዘሎ ዋ ኣይትቑርስ እንዲኻታ ፋጨ ፋጨ ኩለን ራእየን ተን ቪድዮ በጃኻ ብፍላይ ሚካል ፖስት ኢላ ኣላ ኣይምልከተንን እዩ ናይ ሚካል ሚካል ሓፂር ክዳን ጌራ ተሳዕስዐት ንዓይ እንታይ ክገብረለይ ጨጎራ ዋ እንታይ ኢኻ ከጥዑይ ቪድዮ ዘይትሰደለይ ዝሙት ጥራሕ ዋ እንታይ እዩ እንታይ ገይረካ እንታይ በዲለካ ዝሙት ጥራሕ ስድለይ መንፈሳዊ ነገር ኣይትሰድን መንፈስካ ዳ ይሰለም ጥዑይ ቪድዮ ስደደለይ ኣታ ዓሰርተ ተሪፈና ንለዋ ሰንኪ ስደልኪ ሓደራኻ ካብ ኦንላይን ጨጎራ ገንዘብ ስደደለይ ህይወት ከቢድኒ ኣሎ ገንዘብ ስደደለይ ህይወት ንዕቃትኒ ህይወት ብእምኒ እያ ተማስጎኒ ዘላ እንታይ ክገብረልካ ቲክቶክ ዘይትሰርሕ ያ ግደፈኒ ፋጨ ፋጨ ገንዘብ ኣይትበል እዚ እኮ ኤሮጳ እዩ ገንዘብ ኣይትበል ዋ ኣይ ዶንት ኬር እዚ ከ ኣፍሪቃ እዩ ሰልዲ እምበር ቪድዮ ይትስደድ ንዓል ኣቡኹ ኣኣ ይትሕረቕ ኣይትሕረቕ ፋጭቲ ኣኣ ይትሕረቕ ተኽኢልካ ታብታብ ጥራሕ ግበር ዋ ታብታብ ግበር ዋ ኣታ ይንዓል ብድብድ ይንዓል ሸለብ ገለብ ዲስክራስያቶ ኣብ ብዙሕ ግዜ ኣነስኸን ተራእይና ኣለና ኩሉ ግዜ ሲ እደለኪ ነይረ ኣብ ልበይ ኣቲኺ ብብዙሕ ነገራት ከኒ ይሓስብ በቃ ድቃስ ዘይብለይ ወራሪ ከሲ ከምዚ ምሻሎ ኣብ ህይወተይ ዝስምዓኒ ነገራት ብዙሕ ነገራት ኣሎ ክሪኤ ከሎ ወስ ከንብር ዝወለሉ ግን እዛ ሰብያሲ ኣበይ ክረኽበዐ ወይ ከን እንታይ ክብለዐ ኢለ ዝሓስበሉ ዝሳቐየሉ ብዙሕ ነገር እዩ ነይሩ ዳስዋይ ኣነ ኣደኖ ሎሚ ዓንቲ ግዜኣን ሰዓታን ኣኼዳ ሎሚ ኣነስ ኸንተራኸብና ማለት እዩ ሎሚ ዓንቲ ኸኒ ናይ መወዳእታ መዓልትና ክትከውን

ብዙሕ'ዩ ደላይኺ ብዙሕ ኣፍቃሪኺ ብዙሕ'የ ከ ንዓኺ ዝደልየኪ ግን ካብቶም ብዙሓት ከኒ ኣነ ወሳጢኺ ወይ ከኒ ኣነ ተመናይኺ ናተይ ምዃንኪ'ሲ ልበይ ኮም'ዩ ዝብለኒ እዚ ከ ትዕድልቲ ናይ እግዚኣብሔር ኢለ ዝኣምኖ ማለት እዩ ንስኺ ማለት ኣነ ማለት'የ ብዝኾነ ነገር ማለት እዩ ካርማና ማለት'ሲ ናይ ህይወተይ በቃ ኣብ ህይወተይ'ሲ ዓቢ ገዛ'ሲ ክሰርሖ ነዊሕ ግዜን ቦታን እዩ ዝወሰድካ ንኽትነጥቆ ንኽትነብረሉ ማለት እዩ ንስኺ ኸ መንደቕ ናይ ህይወተይ ናይ ልበይ ኢኺ ኣብ ቅድሚ ኣምላኽ ቃላት ክሓፅረኒ ንሓ ገልፀ ከይክእልነ መግለፂ ኸማን የብለይ ናይ መወዳእታ ኢኺ ካድሮ ማለት በቃ ክትነብሪ በሊ ፅንሒ ወዲ ሃይለ ሃይለ መስከብ ከም ዝወለደ ንሓፍትኺ ከጥንሰ መን እኒ እዚ ኣርባዓን ኣርባዕተን ነጥቢ ጌርኪ ኣቐምጥያኺ ኣብ ዘለታ ቦታ ኣቐምጥያኺ ተረዲኽኒ ንሓፍትኺ ኣነ ተዘይጥኒሳያስ ኣነ ሓሳብ ኢልኪ ፀውዕኒ ኢኺ ኣነ ክላት ምሳና ናዓ ጉዳይ ኣይኮነን ኣነ እዋ ኣነ ጥንሲ ጥንሲ ጥንሲ እንታይ ኽልጊ ጥንሲ እንድሕር ተስጊደስ ኢልካ ከምዚ ጌርካ ወረይ ዝመላሓካ ተጸልመና ኣለካ ደፍርካ ኣደ። መጸልሚ ኣይኮነን ዋእ ገልዳም ኣበይ ነበረት በጊዕ ኣወደይ እዚኣ ገጻ ትከወል ድህልቲ ድህልቲ ወድህልቲ እንታይ ኢለ ክጸልመካ ንዓ እንታይ ትጽለም ኣለኪ ጸላም እንዲኺ ብዓንተቡ እንታይ ዘጸልም ኣለኪ ከጸልመኪ ንዓኻኒ ወዛል ከርእየኪ እየ ግን

ብዝተወሰነ መልክዑ ርክብ እውን ኣለና እዩ ኣብ ውሽጢ ማለት እዩ ምስ ሰራዊት ይኹን ምስ ውልቀ ሰባት ይኹን ምስ ዓበይቲ ሓለፍቲ ይኹን ርክብ ኣለና ብጣዕሚ ከዓኒ ሞራል ይህቡና ኣለዉ ማለት እዩ ኣጆኹም ሓንቲ ስጉምቲ ጥራሕ እስኹም ጀምረዋ እቲ ቴስዓን ትሽዓተን ስጉምቲ ባዕልና ክንከዶ ኢና እዮም ዝብሉ ማለት እዩ። እዚ ከኣ ፍሉጥ እዩ ምክንያቱ ኣብኡ ዘለዉ ዝዓጠቑ ይኹን ዘይዓጠቑ ስድራና እዮም እኮ ወለድና እዮም እኮ ብረት ሒዞም ዘለዉ የሕዋትና እዮም ማለት እዩ። ስለዚ እንታይ ዓይነት ዕላማ ሒዝና ንኸይድ ከም ዘለና ስለ ዝፈልጡ ናይ ብሓቂ ሓንቲ ስጉምቲ እዮም ዝጽበዩ ካባና ማለት እዩ። ካሊእ ኣብዚ መፂኡ ዘሎ መንእሰይ ካባይ ጀሚርካ ማለት እዩ ናይ ፕላንሲ ክውን ንምግባር ማለት እዩ ፕላንሲ ንብሎ ፕላን ኤ ፕላን ቢ ፕላንሲ መደባት ነይሮምዎ ብርጌድ ንሓመዱ ፕላን ኤ ነቲ ኣብ ደገ ዝግበር ናይ ጸላኢ ፕሮፓጋንዳን ፈስቲቫላትን ብሕጋዊ መንገዲ ክተትርፎ ምፍታን እዩ። ፕላን ቢ ከኣኒ ጎነጽ ተጠቂምካ ንዕኡ ክተትርፎ ምፍታን እዩ። ፕላን ሲ ከኣ ዕጥቃዊ ቃልሲ ጌርካ ጸላኢኻ ምእላይ እዩ ማለት እዩ። ሕጂ ንሕና ነዚ ፕላን ሲ ንምስራሕ ኢና ኣብዚ ዘለና ምሳኹም ማለት እዩ። እሞ ድልዋት ዲና? ናይ ብሓቂ ጸላኢና ተኣኪብና ጥራሕ ዲና ክንኣልዮ ንኽእል? ህዝብናን ሃገርናን ክነድሕን ንኽእል? ወላስ ዓጢቕና ብምቅላስ እዩ? ዝብል ሕቶ ይመጽእ ኣብ መደምደምታ ማለት እዩ። ስለዚ ንሕና መጺእና ዘለና ንሕና ጥራሕ ኣይኮናን። ብዙሕ መንእሰይ ማለት እዩ ኣብ ኤውሮጳ ይኹን ኣብ ኣሜሪካ ብዝገርም መንገዲ ክትርእይዎ ኢኹም ኣብ ዝሓፀረ ግዜ ክውሕዝ እዩ ኩሉ ገዲፉ ክቃለስ ወሲኑ ኣሎ ማለት እዩ ምክንያቱ መጀመርያ ስደት መፍትሒ ይመስሎ ነይሩ ስደት መፍትሒ ከም ዘይኮነ እኳ ደኣ መሊስና ንባዕልና ጠፊእና ደቅና እውን ንወልዶም ዘለና ይጠፍኡ ከም ዘለዉ ስለ ዝተረዳእና እታ ናይ መወዳእታ ፍታሕን ኣማራፅን ቀሪብካ ብምቅላስ ፀላኢኻ ሓንሳብን ንሓዋሩን ምእላያ ናብ ዝብል መደምደምታ ስለ ዝተበፅሐ ኩሉ ገዲፉ መንእሰይ ይመፅእ ኣሎ ማለት እዩ።
ምስዚ ኩሉ መንእሰይ ኣቦታት ኣዴታት ልተቃየምክዎ ብዝገብሮ ነውር ክደቆጠዐኩም ብልበይ እቅሬታ ኣብለኩም። ንሃገረይ ደገልግል ደለኹ ብል ነይረ ግን ንውልቀ ሰባት ኣገልግል ኮይኑ ፀኒሐ ሃገር ናይ ውልቀ ሰባት ኮይና። ዓይነይ ተዓሚቱ ዝነበረ ዓይነይ ነቁሑ እዩ። ነዛ ሓጻር ሂወትና ትብዕ ኢልካ ተዛረበላ ሓንቲ ትርጉም የብሉን ይኣክል በል። ኣብዚሲ ሜሪ ሽኮር ተረዳእያ ኣዝማሪኖ ጓልና ትብጻሕ ካይ ሎሚ ከኣ ኣታ ድይብ ኢልኩም ደይትብሉለይ ድይብ ኢልኩምሲ ዘይተስምዑለይ ኣፉ ኣፉ ኣፉ ኣፉ ዘይተትሕዙለይ ሎማዓንቲ እስከ ሰብኡት ሜሪ ሎማዓንቲ እስከ ሓደ ክልተ ሰብእት ኢኻ እስከ እሂን ምሂን ኣነ ኣነ ኣነ እኮ ሜሪ እስሕቕ ኮይነ ሽግረይ ይሳያ በቃ ሕማመይ ልደገ ከውጽእ ኣይክእልን እየ በቃ ስቕ ኢለ እንዳሰሓቕክ እየ ዝነብር ስሜ ስሜ ኤርትራዊ ዓርሲኑ ዓርሲኑ ኣብ መርዓ ኣብ ሓዳር ከእትወካ ክእል እዩ ኣብ ሓዳርን መርዓን ምስ በጻሕካ ግን ኣለቅሓኒ ኢልካዮ ኣይለቅሓካን ሕጂ ንሕና እንታይ ንገብር ኣለ ኣነ ነግረክ ኣለኹ በዚ ኣጋጣሚ መልእኽተይ ከመሓላልፍ ኣነ ኣብ ቻይና ሓዳር ኣለኒ ግን ኣብዚ ኤሮጳ ይደሊ ኣለኹ ተወሳኺት በዚኣ ክትሓበረን ትኽእል ትሰብተላ ኣም ሬዲ ሜሪ ስነ ስርዓት እንዶ ግበር ኣነ እኮ ከምኡ ክትብለኒ ከለካ ዩ ነው ሀርተይ ዲቫይድድ ትኾን ኣላ ሶ እዘን ከመይ ኢልካ ኢንግ- ኢ- ኢንግሊሽ ብሓቂ ተሐጉስኒ ኣለኺ እዚ ኢንግሊሽ መጻጽፍዮ ዘለ ክነግረኪ ይክእል
ሜሪ ኣይትላገጽ እንዶ ብልቢ ሀርት ናተይ ተመኪነን ገለመለ እሐጒስክኒ ሜሪ በጃኻ እንዶ ሰብ እንዶ እቱ በጃኻ እንዶ ኣነ እኮ ከቢድኒ ወልዓ እ፣ ኖርማል ኮንክባ ተዛረቢ እቲ ዘለናዮ ሰዓት ስተረድእዮ ከባቢ ዓሰርተ ሓደን ፈረቃን እኮ እዩ ዘሎ በኣና
መጋርያ ጊርና ኸነዕል ኣንታ ሎሚ ምሸት መን እዩ መጋርያ ኣጒድላ ምስ እዩ ኣንቲ መጋርያ ገይሮም ጥበስኹ ሰላም ዘይትብኒ መጋርያ ክትብሊ ኮፅሚምክና
በስመ ኣብ ቀረብ በል ብፃይቲ ኣይትርሓቅ እባ ናብዚ ከተቀርብና
ሜሮን ንዓኻ ከምዚ ክብል እኮ ረኣነ ብሓቂ ኣብዚ ተ- ከ- ከ- ኣይትርሓቅ እንዶ በጃኽ እንዶ ይትርሓቅ እንዶ እንቲ ቆልዓ ሜሮን ኣነ እኮ ኣይጠዓመንን ኣሎ ኣይጠዓመንን ኣሎ ብዚ ከፋት ኣሎ ኣንቲ ቆልዓ ብዘይ ንሱ ፀሓይ በርቂኽ እኳ ትመስሊ ዘረባ ፀሊእና እምበር ኣይትቅረብ እንዶ በጃኺ ተ- ኣይት- ኣይትቅ- ቅረብ እባ ኣይትርሓቂ